ካሜራ የለን ኣብ ገዛ ኢልክን ቤዛኻትክን ቤዛኻትክን ዓርሰኽን ሓልዋ ማለት እዩ ኣቤት እግዚኦ እዚሲ ናይ መን ናይ መን ጥፍኣት እዩ ክበሃል ናይ መዳም ወይስ ናይ ሰራሕተኛ እግዚኣብሔር ካብ ከምዚ ዓይነት ነገር ይምሓረና በእውነት ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሊ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ እንኳዕ ድማ ናብ ቻናለይ ብሰላም መፃእኹም ማለት እዩ ናይ ሎማዓንቲ ቪድዮ ዝኸውን ደሞ ንምዝራቡ ብጣዕሚ እዩ ዘሕፍር ንክትሰምኦ ግን ንክትሰምዖ ባዕልስ የሰቅቀካ በእውነት ኣነ ከምዚ ገይራ ዘውፀት መዳም ባዕሉ ታይ ዓይነት ልቦና እዩ እኒሀዋ ታይ ዓይነት ባዓለገ እያ ኣነ ንታ መዳም እየ ወቂሰ እታ ሰራሕተኛ ሽተት ዝኽእል እያ ኮምዚ ገይራ ምቕራጻ ኣብ መደቀሲኣ ካሜራ ምግባራ ብቻ ዘይኮነሲ ናብ ሶሻል ሚድያ ምውጻኣ ባዕሉ ብጣዕሚ ጥፍኣተኛ ባዓለገ ናይ ባዕለገ ባዕለገ እያ እዛ መዳማ በእውነት። እና ደቂ ዓበይቲ ዋይ ማዓረይ እዚ ቪድዮ እዚ ክሰርሖ ዘገደደኒ ንዓካትክን እየ። በተለይ እንዳ ሰብ ንሰርሕ ሰባት ኣብ መደቀሲና ካሜራ የለን። ኣብዚ ሕዚ ግዜ ካሜራ ማለት ብደገ ኮፍ ዝብል ብቻ ኣይኮነን፣ ኣብ ትሕቲ መብራህቲ ሕዚ ንኣብነት ኣምፖል እንሄዎዶ ኣብዚ ኣምፖሎ ባዕሉስ ይሕባእ እዩ። ብጣዕሚ ደቂቕ እዩ፣ ግን ድማ ኣብ የትም ቦታ ኮይኖም ብድምፂ ኮነ ብምስሊ ዝርእሉ ሕቡእ ካሜራ ኣሎ እዩ። ኣብ ሽንት ቤት ክኸውን ይኽእል ኣብ መደቀሲ ኸን ኣብ የትም ቦታ ካሜራ የለን ልክን ከምዚ ናይ ባዕለገ ስራሕ ወይ ከዓ ስርቂ ድዩ ብቻ ዝኾነ ይኹን ነገር ንቶም ሰብ ገዛ ዘቐይም ነገር ኣይትግበራ ንስራሕ ኽን መፂኽን ስራሕ ክንግበራ ማለት እዩ እንታይ የጋጢሞ ሓንቲ ሓፍትና ካብ ኢትዮጵያ ሓንቲ መድያም ሰራሕተኛ ተምፅእ ሰራሕተኛ ምስ ኣምፀት ብዙሕ ቋንቋ ኣይትኽእልን ዝሮ ዝሮ ሓዳሽ እያ ንዛ ዓዲ ሓዳሽ እያ እና ሰራሕተኛ ክትምፅእ ከላ ገዝኣ ብዙሕ ዓብዪ ኣይኮነን ንእሽቶን እዩ ናይዛ መዳም ገዛ ንእሽቶ እዩ እና እዚ መደቀሲ እያ ኣብ ጥቃ ናይ መዳም መደቀሲ ናይ ሰራሕተኛ መደቀሲ ኣብ ጥቃ ናይ መዳም መደቀሲ እዩ እና እንደ እንታይ ኢለ እየ ብቻ ክብረት ኣሕዋተይ ይቅር በላኒ ኣነ ንዓኻትክን ከምህረ ኢለ እምበይ ከምዚ ኢለ ክዛረብ እ፣ ደስተኛ ይኸንኩን ተገዲደ እየ ንዓኻትክን ትምህርቲ ክኸውን ኢለ ማለት እዩ እና ብዓብዩ ታመዳን ብጣዕሚ ጥፍኣተኛ እያ ስዲ ኮለያ በእውነት እሺ ትቕረፃ ችግር የብለን ንምንታይ ከ ናብ ሶሻል ሚድያ ተውፅኦ እዩ ፈጣሪ ይቅር ይበላ ብዝኾነ እና ክብራት ኣሕዋተይ እዛ ቆልዓ ብጣዕሚ ምስ ወዳ ትዳወል እያ ምስ ወዳ ትዳወል እያ ምድዋል ምፅዋት መውራይ የኾነይ ወይኒ ብስላሴ ስም እንታይ ኢለ እየ ክጅምሮ እንድዒ ፈጣሪ ኣቦይ ማዕሪ ብስላሴ ስም ብጣዕሚ እዩ ዘሕፍርና እዛ መዳማ እንታይ ትገብር ድሕሪ ሰለስተ ወርሒ ሰለስተ ወርሒ ኣካብ ምስ ኮና ካሜራ ኣብ መደቀሲኣ ትገብር ማለት እዩ ምክንያቱም ካሜራ ዘገራ ምክንያት ኩሉ ግዜ ቪድዮ ናይ ወዲ ማለት ኩሉ ግዜ ሲ ብቪድዮ እያ ተዕልል ካብ ብቐጥታ ይልቅ ሲ ብቪድዮ ተዕልል እሞ ብቪድዮ ተዕልል ከላ ከዓኒ ናይ ወዲ ድምፂ ትሰምዕ እዛ መዳም ማለት እዩ መደቀሲኣ ደግሞ ሓንቲ ነፀላ መንደኣ እያ ትፈልያና ኩሉ ግዜ ከምዚ በቃ እንታይ እሞ ክብለክን ብቻ ከምዚ ናይ ብዕልግና ነገር ድምፂ ትሰምዕ ምናምን እዛ መዳም ማለት እዩ ካብኡ ምስ ጨነቃ ካሜራ ኣብ መደቀሲኣ ትገብር እታ ሰራሕተኛ ከይፈለጠት ማለት እዩ ቅድሚኣ ግን ስራሕ ክትሰርሕ ከላ ብዙሕ ስራሕ ኣይተሰርሐ መብዛሕትኡ ሰዓት ኣብ መደቀሲ እያ ተሕልፎ ስራሓ እውን ብጣዕሚ ረሳሕ እያ ኢላታ ክትዛረብ ከላ ማለት እዩ ኣነ ረኣኽዋይ መጨስ ግን ከምኡ ኢላ ክትዛረብ ከላ እታ መዳም እዩ በስላሴ ስም እና እዛ መዳም ብጣዕሚ ምስ ጠርጠረታ ኣብ መደቀሲኣ ሕብእ ካሜራ ትገብር ማለት እዩ ሕብእ ካሜራ ምስ ገበረት ኩሉ ግዘ ትከታተላ ብሞባይላ ጌራ ብሞባይላ ጌራ ትከታተላ ከላ እንታይ እያ ጌራ እዛ ሰራሕተኛ መሕፈሪት እያ ባይዘወይ ብጣዕሚ መሕፈሪት ፈጣሪኣ ትፈርሕ እዚኣ ብስላሴ ስም ብጣዕሚ ስድነት እኮ እዚ ፈጣሪ ዘይፈቕዶ ስራሕ ፈጣሪ ዘይፈትዎ ስራሕ እኮ እዩ እና ብቻ ብዝኾነ ኮይኑ እዚ ካሜራ መደቀሲኣ ጌራ እዛ ቆልዓ ኩሉ ግዘ ምስ ወዲ ቪድዮ ተዕልል ማለት እዩ። ምስ ወዲ ቪድዮ ክተዕልል ከላ ግን ዝሮ ዝሮ በቃ ትፈልጦ ትፈልጦ ኢኺ ኣነ ግን ከምዚኣ ገይረ ቢለሲ ክዛረብ ይደልን ከምዚ ገይራ ክብልስ ካባየ ትቓል ንሱስ ካባየ ክወፅእ ኣይደልን ይቅርታ ግበራለይ ማለት እዩ እና በቃ ስቕ ኢላ ኣብዚ ኣብ ሶፋ ይኹን ኣብዚ መደቀሲ ዓራት ይኹን እሲ ኣብኡ ደቂሳ ብቪድዮ እናዓለለት ኣብቲ ክፍለ ኣካላታ ማለት እዩ ዝኾነ ነገር ገይራ ስለክዕ በቃ ከምዚ ምስ ወዲ ትገብሮ ነገር ኣለ ኣደለ ምስ ወዲ ትገብሮ ነገር ኣለ እና ከምኡ ዓይነት ድምፂ ብድምፂ ሲ ተስምዕ ዝኾነ ነገር እውን ገይራ ኣላ ማለት እዩ ብቪድዮ እናዓለለት ዝኾነ ነገር ገይራ ኣላ ካብኡ ከዓኒ ወይ ፈጣሪ ኣቦይ ማዕረይ ድምፂ ለስ ተውፅእ ማለት እዩ ብጣዕሚ ናይ ባዕለገ ረሳሕ ድምፂ ዝተውፅእ እና እዛ መደማ ግን ዝኩሉ ክትገብር ከላ ብድምፂ ብደገ እውን ትሰምዓላ እያ ብዓውዮ ደግሞ በቲ ስልካ ብካሜራ ጌራ ትቀርፀላ ማለት እዩ ሰበይቲ እዚ ቪድዮ እዚ እዚ ምስጢር እዚ ናብ ሶሻል ሚዲያ ኣውፂኣትላ ብጣዕሚ ካብታ ሰራሕተኛ ሲ ናይታ መዳም ገዲዱ እቲኣ እታ ሰራሕተኛ ዝሮዝሮ ሓደ ግዜ ሰይጣን ኣሳሒትዋ ሰይጣን ስዒርዋ ዝግበር ገይራ ኣላ ጎዶ እምበር ከምኡ ኣይግበር ነውሪ ነውሪ ቅድሚ ፈጣሪ ነውሪ ኣጸያፊ ስራሕ እዩ ዝስራሕ እዚ ብቻ ግን ንሳ ሓደ ግዜ ሰይጣን ኣሸኒፍዋ ሰይጣን ስዒርዋ ሰይጣን ኣሳሒትዋ እንተልናሲ እዛ ቃራጺት ክታ ይግበር ማለት እዩ ናብ ሶሻል ሚዲያ ታየዋጽኣ ንምንታይ ከምዚ ከምዚ ትገብሪ ከምዚ ገይርኪ ቀርጸኪ ነይረ ከምዚ ገይረ ክቀርጸኪ ዝሕሰበኒ ዶሞ ስራሕ ብደንቢ ትሰርሒ ከምዚ ከምዚ ክትገብ ባይዘወይ ስራሕ ብጣዕሚ እያ ረሳሕ ኢላታ በቃ ኩሉ ግዜ ናብ ክላስ እያ ትጓ ኢላታና ክንዲ ትምህርቲ ትህባ ወይ ከዓ ኣይደልየክን ኢላ ክንዲ ናብ ቢሮ ትወስዳሲ እዚ ነገር እዚ ቪድዮ ቪድዮ ቀሪፃ ናብ ቢሮ ወሲዳ ናብ ሶሻል ሚዲያ እውን ዘርጊሓቶ እቲ ቆልዓ እውን ናብቲ ቢሮኣ ወሲዳታ ኩሉ ነገር ዝበረቶ ደሞ ነቲ ቢሮ ኣርያቶ ማለት እዩ ግን ከምዚ ኣይግበርነት ንሳስ ጓል ተነስተይቲ ዘይኮነቲ ኣንታ መዳም ኣየ ወቒሳ ማለት እዩ ኮመ ይግበሪ እንዴ ብዙሓት እኮ ንርኢና ኣብዚ ጥፍኣተን ክዳንን ክቐይራ ከላ ቪድዮ ዝቐርፃ ጥራሕ ዛንን ከላ ቪድዮ ቀሪፀን ንደገ ዘውፅኣ ከለዋ እየን ካብኣተን ይትሕሽ እዚኣ እዛ መዳም ማለት እዩ እና ብዓብዩ ቂር ዘበለትን እዛ መዳም እያ እና ተኽብለክን ደለየ ክብራት ኣሕዋቲ ከምዚ ትገብራ ኢኽን ማለት ይኾነ ግን ሕቡእ ካሜራ ኣብ መደቀሲ ዝኾነ ኣብ ሽንት ቤት ከም ዘለ ግንሲ ትፈልጣ ዲኽን እዩ ዶ ምዕራባት ብጣዕሚ ተንኮለኛት እዮም። ዝኾነ ነገር ተሪኦም ካሜራ ከም ናይ ቀደም ኢለን ቀደም በቃ ቢያንስ ቆፂርካ እዩ ኣብ እንዳ ሰብ ካሜራ ትርኢ ሎሚ ዳርጋ ሕድሕድ በተለይ ዓብዪ ሰብ ዘለዎ በተለይ ህፃውንቲ ቆልዓ ዘለዎ ካሜራ ዘይብሉ ገዛ የለን ማለት እዩ። እና ክብራት ኣሕዋቲ ከምዚ ብዕልግና ትገብራ ኢኽን ወይ ከዓ ሕማቕ ትሰርሓ ትሰርሓ ኢኽን ማለት ዘይኮነሲ ንዝኾነ ይኹን ነገር ሲ ተጠንቀቃ ማለት እዩ ካሜራ የለን ኢልክን ከይትሽወዳ ክብራት ኣሕዋተይ ካሜራ ብኸመይ ክንፈልጦ ንኽእል ምህላው ዘይምህላው ንዝብል ደሞ ናይ ባዕሉ ኣፕሊኬሽን ኣሎ እቲ ኣፕሊኬሽን ንሱ ኣብሪኸን ናብኡ ክትቀርባ ከለኽን ቆፃል ነገር ዘብርህ ብጣዕሚ ደቂቕ ነገር እዩ ኣብ ትሕቲ ኣምፐል ክሓውዎ ይኽእሉ ኣብዚ ናይ መብርህና መጥፍእ ዘሎ መንደቅ ክሓውእዎ ይኽእሉ ኣብየቶም ክሓውእዎ ይኽእሉ ግን ድማ ኣብ ስልክኽን ኣፕሊኬሽን ኣውሪድክን ኣበይ ከም ዘሎ ዘፍልጥ ቦታ ዘፍልጥ ኣፕሊኬሽን ኣሎ ንሱ ብካልእ ቪድዮ ክሰርሐልኩም እያ ዝኾነ ኮይኑ ግን ክብራት ኣሕዋተይ ንሕና ኩሉ ግዜ ነፃ ንኹን ንሰብ ኢልና ዘይኮናስ ፈጣሪና ንፍራሕ ማለት እዩ በስመ ኣብ ብጣዕሚ ኣነስ ደንጊፀ እየ ብጣዕሚ እየ ደንጊፀ ማለት እዩ እና እዞም መወዳት ባዕልስ ፈጣሪ ልቦና ይሃቦም ከመይ ኢሎም እዮም ባዓለገታት ኮይኖም እዮም ዘይመወዳት እንድዒ ኣነስ ብቻ ዝብሎ ነገር የብለይ ነዋ ግን ላይክ ሸር ግበራ ሰሰናዩ ካብ ክፉእ ዘበለ ኩሉ ይሓልኹም ክብራት ኣሕዋተይ ባይ ባይ